ሰላም ሰላም ኩልኹም ተኸታተልቲ መደብ ኤጅ ቲዩብ ከመይ ኣለኹም ከመይ ትኾኑ እምበኣርከስ ንሎሚ ድማ ንኹልና ከዕብየናን ጠቕመናን ዝበልክዎ ፅሑፍ ሒዘልኩም ቀሪበ ኣለኹ ሰናይ ምክትታል ቅድሚ ናብቲ ፅሑፍና ምኻድና ግን ላይክ ሳብስክራይብ ምግባርኩም ኣይትሕመቑ ሓሳብኩም ድማ ብኮመንት ግለፁልና ናብቲ ፅሑፍ ከብለኩም መብዛሕትና ናይ ምስጋና ትርጉም ኣዝና ኣጽቢብና ኢና ንርዶ ኣነ እውን እንተኾንኩ ክሳብ ዝቐረባ ግዜ ዝነበረኒ ኣረዳዳ ኣዝዩ ጸቢብ እዩ ነይሩ እንተኾነ ግን ምስጋና ኣዝዩ ሰፊሕ እዩ ኣብ ህይወትና ሕጉስ ንኽንከውን ኣዝዩ ብርቱ ሓይሊ እዩ ዘለዎ ምስጋና ማለት ካብ ሰባት ሓደ ነገር ኣብ እንቕበለሉ እዋን እንህቦ ግብረ መልሲ ጥራይ ኣይኮነ ብርግፅ ፅቡቕ ንዝገበረልና ሰብ ከነመስግኖ ግቡእን ኣገዳስን እኳ እንተኾነ ግን ኩሉ ግዜ ከነመስግን ኣለና ንጎ ክትስእ ከለኻ ኮነ ምሸት ክትድቅስ ከተመስግን ኣለካ በዚ ድማ ኢና ሕጉስ ህይወት ክንመርሕ ንኽእል ምክንያቱ ኩሉ ግዜ ተመስግን እንተኾንካ ተመስግኖ ነገር ጥራይ እዩ ናባኻ ዝመፅእ ኣብ ክንዲ ምምስጋን ግን እተማርር እንተኾንካ ወይ ድማ እንታይ ዝምስገን ነገር ኣለኒ ኢልካ ተሓስብ እንተኾንካ እተማርሮ ነገር ጥራይ እዩ ናባኻ ዝመፅእ ወይ ድማ ዝማረር ነገራት ጥራይ ኢኻ ትርኢ። ኩሉ ግዜ ነዚ ዘማርር ሰብ ህይወት ኣዝያ ከባድን ኣሰልቻዊን እያ ትኾኖ። ነቲ ዘመስግን ድማ ብኣንጻሩ። ንኣብነት ንግሆ ምስ ተሳእኻ ሎምስ እንታይ ስልቹው መዓልቲ ወደይ ኢልካ ተጀሚርካ ቀጺልካ ድማ ናብ መስኮት ምስ ተቐልቀልካ ፀሓይ ተኾይኑ ውይ ፀሓይ ኮይኑ ወይ ድማ ዝናብ ተኾይኑ ኣብ ሎሚ በፂሑ ዝናብ ካብኡ ብምቕፃር ናብ ስራሕ እንዳኸድካ ኣብ መገዲ ትራፊክ እንተኾይኑ ብምምራር ክትቅጽል ኢኻ ካልእን ካልእን መጨረሻ ምሸት ናብ ዓራት ክትምለስ ከለኻ ህይወት ንዓኻ ኣዝዩ ኣሰልቻዊ ኮይኑ እዩ ዝረኣየካ ሕጉስ ህይወት ክትመርሕ ግን ኩሉ ግዜ ኣመስግን ንፈጣሪ ኣመስግን ጥዕናኻ ስለ ዘለካ ኣመስግን። ንስለ ኣየር፣ ጸሓይ፣ ማይን ንፋስን ካልኦትን ኣመስግን። እስኪ ሓንቲ ሕቶ ክሓተኩም፣ ንድቃስ ዝኽፈሎ እንተዝኸውን እንታይ ምገበርና? ንንፋስን ኣየርን ኮነ ጸሓይ ብገንዘብ እንተዝኸውን እንታይ ምገበርና? ሃብታማት ጥራይ ምገዝእዎ ካልኦት ካ ጥራሕ ኢና ምተረፍና ማለት እዩ። ሓደ ሰብ ኪድኒ ፌል ኣብ ዝገብረሉ እዋን ንመቐየሪ ክንደይ የድልዮ? እዚ እውን እንተተረኺቡ ማለት እዩ ነቲ ብነፃ ዝሃበና ፈጣሪ ኸ ኣብ መዓልቲ ክንደይ ግዜ ነመስግኖ ኣብ ጥቓ ካብ ዘሎ ኩሉ ኣመስግን ህይወት ድማ ተመስግኖ ጥራይ ክትብለካ እያ ንስኻ እውን ሕጉስ ክትከውን ኢኻ ኣብ ህይወት ክትቅይሮ እትደሊ ነገር ካልእ መፅኡ ክቕይረልካ ኣይትፀበ ንሱ ናትካ ሓላፍነት እዩ ኩሉ ግዜ ንነገራት ኣውንታዊ ጎኖም ተመልከት እዚ ኣብ ውሽጥኻ ሓጎስ ክፈጥረልካ እዩ ነገራት ብኣሉታዊ ጎኖም እትዕዘቦም እንተኾይንካ ግን ኩሉ ግዜ ኣማራርን ዕጋበት ዘይብሉን ሰብ ኢኻ እትኸውን እዚ ድማ ብካልእ ኣዘራርባ ዘይሕጉስ ህይወት ትመርሕ ማለት እዩ ህይወት ናይ ኣሉታውን ኣውንታውን ነገራት ውፅኢት እያ ብዙሕ ገንዘብ ተዝህልወኒ ሕጉስ ምኾንኩ ኢልካ ክትሓስብ ትኽእል ኢኻ ግን ተዘይሃለወኒ እውን ሓጎሰይ ዘጥፍኣለይ ነገር ኣይኮነን ኢልካ ክትሓስብ ኣለካ ስለዚ ሕጉስ ህይወት ንክትመርሕ ኩሉ ግዜ ኣመስግን